ሰላም ክቡራት ተኸታተልቲ ሓበን ሚድያ ከመይ ቀኒኹም? ክቡራት ሰማዕትና እዚ ታሪኽ ንዓኹም መምሃሪ ንኽኸውን ብስምኩምን ብስም ተኸታተልትና ኣዚና ነመስገን። ብምቕጻል ካባኹም ንደልዮ ላይክ፣ ሼር፣ ሳብስክራይብ ብምግባር ከተተባብዑናን ክትድግፉናን እንዳተላበና ናብቲ ታሪኽ ነፕለኩም። ብዕድመ ተዓብየና ኣፍቂረ። ናይ ብርዒ ስመይ ዮናስ ይበሃል። ዕድመይ ዕስራን ሓሙሽተን ኮይኑ ንውሕ ዝበልኩ ኮይነ ማእከላይ ነብሲ ድማ ይውንን። ዛንታይ ከካፍለኩም ዝደለኹ ገለ ካብ ዛንታይ ትምህርቲ ተወሰድኩም ኢለ ብምሕሳብ እዪ። ብዕድመ ኣዝያ ትዓብየኒ ጓል የፍቂረ። መቸም ኣብ ሕብረተሰብና ተዓብይካ ጓል ምፍቃር ከም ኣነዋሪ ከም ዝሕሰብ ንፈልጥ ኢና ግን በቃ ዘይሓሰብክዎ እዩ ገጢሙኒ እቲ ጸገም ግን ንሱ ጥራይ ኣይነበረን። ስማ ሄለን እያ ትብሃል ኣዝያ ሽኮሪና ልቢ ናይ ወዲ ክትወስድ ግዜ ዘይወስደላ ጽብቕቲ ጓል እያ ድማ። ምስ ሄለን ብሓደ ዓርከይ ኢና ተላሊና ኣጋጣሚ ኮይኑ ምስ ሰናይ ዓርከይ ሻሂ ክንሰቲ ብሓደ ኣብ ዝነበርናሉ ግዜ፣ ኢና ዝተላለና። ጽቡቕ ቅርርብ ስለ ዝነበሮም ኣብቲ ዝነበርናዮ ቦታ ምስ ረኣያ ጸውዓ እሞ ጽቡቕ ሰላምታ ተበሃሃሉ። እዚ ድማ ዓርከይ ሰላም በልዮ ብምባል ድማ ኣላለየና። ኣዝዩ ደስ ዘብል ፍሽኽታ ናብ ልበይ ክኣቱ ተፈለጠኒ። ብህንጡይነት ድማ መን እያ ደኣ ኣበይካ ክትፈልጣ? እናበልኩ ሕቶታተይ ደራሪበ ንሰናይ ዓርከይ ኣቕረብኩሉ። ሰናይ ዓርከይ እንዳ ሰሓቐ፣ ጎረቤተይ እያ ነይራ፣ ኣጋጣሚ ድሕሪ ነዊሕ ሕጂ ዝረኽባ ዘለኹ በለኒ። መመሊሰ ብዛዕባኣ ክሓቶ እኳ እንተ ደለኹ፣ ከይዕዘበኒ ብምባል ናብ ካልእ ዕላለይ ቀጸልኩ። ሓደ መዓልቲ ድማ ወክ ክገብር ካብ ገዛ ወጻእኩ። ኣብ መንገዲ ድማ ምስ ሄለን ጎፍ ንጎፍ ተራኸብና። ፍሽኽ እንዳበለት ድማ ኢዳ ሰዲዳ ሰላም በለትኒ። ኦ ሄለን ኢለ ሰላም በልኩዋ። ሄለን ድማ ይቕሬታ ስም ከይሓዝኩን በለትኒ እንዳ ሰሓቐት። ደሓን ብደስ ዝበለኪ ጸውዕኒ ድማ በልክዋ። ዝፈትዋ ስም ህያብ እንድያ ህያብ ዶ ክብለካ በለትኒ። ከምዛ ናታ ህያብ ዝኾንኩ ተሰሚዕኒ ብደስታየ ብድላያ ክትጽውዕኒ ዘፍቀድኩላ። ቁሩብ ጸኒሕና ድማ ቁጽሪ ሞባይል ተለዋዊጥና ተፈላለና። ገዛ ምስ ተመለስኩ ድማ ኣብ ርእሰይ እንዳተመላለሰት ክትርብሸኒ ይፍለጠኒ ነበረ። እታ ህያብ ዶ ክብለካ ዝበለትኒ መመሊሳ ክትመላለሰኒ ጀመረት። ብዘይርድእኒ ድማ ብዛዕባኣ ክሓስብን ከሰላስልን ጀመርኩ። ቅድሚ ሕጂ ከምዚ ተሰሚዕኒ ኣይፈልጥን እዩ። ኣብ ዘይፈልጦ ነገር ዝኣተኹ ኮይኑ ተሰማዓኒ። መመሊሰ ክረኽባ ተመነኹ ድማ። ቀትርን ለይትን ብዛዕባኣ ኮነ ሓሳበይ። ሓደ ንጉ ድማ ክድውለላ ወሲነ። ደወልኩላ እሞ ናይ ድራር መደብ ክንገብር ተቋጸርና። ተራኺብና ኣዝዩ ደስ ዘብል ግዜ ኣሕሊፍና። ሄለን ልክዕ ከምቲ ደጋዊ ምስላ፣ ዕላላ፣ ኣዘራርባኣ እውን ደስ ዘብል ኮይኑ ረኸብክዎ። ከምዚ እናበልና ድማ ንንውሕ ዝበለ መዓልታት እናተራኸብናን እንዳተደዋወልናን ግዜ ክንወስድ ጀመርና። ንሰናይ ዓርከይ ድማ ከም ዝተራኸብናን ኣዝያ ደስ ትብል ምዃናን ኣዕለልክዎ። ሰናይ ዓርከይ ግን ዘይተጸበኸዎ ነገር እዩ ነጊርኒ። ኣታ ወዲ ዓባያ እኮ ከም መሓዛኻ ትሪኣ ተኾይንካ ሽኮርያ እንተ ብኻልእ ግን ኢድካ ስሓዝ ዓርከይ በለኒ። እንታይ ማለት ዓባያ እንታይ ሞት ኾነት በልክዎ ሕርቃን እንዳተሰማዓኒ ሰናይ ድማ ቐጽል ኣቢሉ እዎ ወዲ ደኣ ዜጥዓኻ በል ንሱ ጥራይ ኣይኮነን ተመሪዓ ዝተፋትሐት እውን እያ ፍትሕቲ እያ በለኒ ኩሉ ብሓንሳብ ድርብርብ ኣቢሉ ነገረኒ እንታይ ኢለ ክምልሰሉ ከም ዘለኒ እውን ጠፍአኒ ኣብ ሓሳብ ተዋሓጥኩ ከምዛ ዝብለካ እያ ዝዓርከይ ናብ ዝኾነ ከይኣተኻ ከለኻ እየ ዝነግረካ ዘለኹ ዘሕበኻ ኢኻ ትመስል በለኒ እንታይ እሞ ክብል እንተቲ ናይ ዕድመ እኳ ምንም ኣይመሰለንን እንተታ ፍትሕትያ ትብል ዘረባ ግን ንውሽጠይ ክትብፅብፆ ተፈለጠኒ ከም ሄለን ጌራ ኣብ ውሽጠይ ዝኣተወት ጓል የላን እሞ ኸዓ ዝሓሰብክዎ ዘይብለይ ኣብ መፃእየይ ዋላ እውን ክስእላ ጀሚረ ዝነበርኩ በይነይ ምስ ውሽጠይ ክዛረብ ጀመርኩ እንታይ እሞ ተተፋትሐት ከይብል እሞ ግን ከኣ ብምንታይ ተፋቲሓ ትኸውን እንዳበልኩ በይነይ ክመራመር ጀመርኩ። ሓደ መዓልቲ ድማ ምስ ሄለን ተራኺብና ብዙሕ ድሕሪ ምዕላልና ቀስ ብቐስ ሰናይ ዓርኪ ዝበለኒ ካብ ኣፋ ክሰምዖ ዕላልና ናብኡ ገጸይ ከብሎ ጀመርኩ። ሃንደበት ድማ ሄለን በታ ባዕላ ዘውጸትለይ ስም ህያበይ በለትኒ። ኣቤት ሄለይ በልኩዋ። ክትብሎ ዝደለየት ብሃንቀውታ ክሰምዕ ተዳለኹ። ንቡር ዝፈተነት ጓልሲ ምስ ተመርዓኻ ዶ በለትኒ። ኣብ ውሽጠይ ከሰላስሎ ከፊእኒ ዝቐነየ ነገር ስለ ዝኾነ ዝብሎ ጠፊእኒ። ንምንታይ ከምዚ ኢልኪ ትሓትኒ ኣለኺ በልኩዋ። ደሓን መልሰለይ እሞ ቅድም ሽዑ ክነግረካየ በለትኒ። ኣነ ድማ ክትብሎ ዝደለየ ስለ ዝፈለጥኩ ኣነ ይቕበሎየ በልኩዋ። ከይከስራ እናፈራሕኩን ብውሽጢ እንዳተጠራጠርኩን መለስኩላ። ሄሉ ድማ ኣይመስለንን በለትኒ። ይህ ስለምንታይ በልኩዋ። ምኽንያቱ ኣብ ሕብረተሰብና ከም ነውሪ ስለ ዝቑጸር በለትኒ ከም ገለ እንዳተሰማዓ የሉ ንምንታይ ግን ከምዚ ኢልካ ሓቲትክኒ በልክዋ ዮኒ ኣነ ንቡር ፈቲነ ዝተፋታሕኩ እየ በለትኒ ካብ ኣፋ ምስ ሰማዕክዎ ውሽጠይ ገለ ነገር ክወርር ተፈለጠኒ እ እንታይ ትብሊ ስለምንታይ ከተፋቲሕኪ ኢለ ብሓንሳብ ሓተትክዋ ሄሉ ዝን ድሕሪ ምባላ ስድራይ ዘማፀለይ ሰብ እዩ ነይሩ ኣዝየ ሃብታም ስለ ዝነበረ ግዴታ ብዘይ ድሌተይ ክምርዓዎ እዮም ነጊሮምኒ። ኣብቲ ሽዑ እዋን ዋላ እኳ እንተዘይተቐበልክዎ፣ ስድራይ ከይረግሙኒ ድሕሪ ምባል ከይፈተኹ'የ ተቐቢለዮም። ተመርዒና ድማ ገና ሓዳርና ከይወጻና'የ ውላድ ከም ዘለዎ ዝሰማዕኩ። እናሃለካ ድማ ንዕድለይ ድየ ክረግም ንስድራይ ኣብ ጣዕሳ ይነብር ኣለኹ በለትኒ። ብጣዕሚ ድንጋጸ ተሰማዓኒ። እሞኸ ደኣ ስድራኺ እንታይ ይብሉ በልክዋ። ብዝገበርዎ እንዳተጠዓሱ ክሳብ ሕጂ ተመርዓው ይብሉ ንሶም ደኣ በለትኒ እንዳነበዐት ኣብ ውሽጢ ዝነበረ ከይተረደኣኒ ክነግራ ጀመርኩ። ሄሉ ኣነ ብጣዕሚ እየ ዘፍቅረኪ በልክዋ ሄሉ ንብዓታ እንዳደረዘት ኖኖእ ዘይከውን ኣታ ህያበይ ኣነ ንዓኻ ዝኸውን ኣይኮንኩን በለትኒ። እንታይ ኮይኑ ዘይከውን በልክዋ። ሕራይ ንስኻስ ተቐበልካኒ። ስትረኻኸ በለትኒ። ኣነየ እኮ ምሳኺ ክነብር ሄሉ በቃ ንስኺ ኢኺ ተመናብርተይ በልክዋ ብትብዓት። ሄሉ ናባይ ጽግዕ ኢላ መሊሳ ክትነብዕ ጀመረት። ሄሉ ተፍቅርኒ እንተኾይንኪ ኣነ ንዓኺ እየ ዝደሊ በልክዋ። ኣነ ንዓኻ ረኺበ ዓይነይ ይሓስን'የ ግን ጉዳይ ስድራኻ ሕሰበሉ ኢላትኒ ከደት። ገዛይ ኣትየ ብጭንቀት ክወሓጥ ጀመርኩ። ሰናይ ዓርከይ'ኳ ዘይተቐበሎስ ስድራይ እንታይ እዮም ክብሉ እናበልኩ ብሓሳብ ክዋጠር ጀመርኩ። ግን ወሲነ ክነግሮም ከም ዘለኒ ወዳእኩ። ስድራይ ግን ይትረፍ ክቕበልዎ ክጽለሉ እዮም ደልዮም። እንታይ ክውስን ኣለኒ ዓቕለይ ክጸበኒ ጀመረ። ውሽጠይ ንሳያ ናትካ ይብለኒ፣ ስድራይ ድማ ካብኣ ርሓቕ። በቃ ምስ ውሽጠይ ተዘራሪበ ምስ ሄሉ ክኸውን ወሰንኩ። ስድራይ ከ ዝብል ሕቶ ዋላኳ እናተመላለሰኒ ዕጫ ሄለን ግን ኣባይ ክድገም ከምዘይብሉ'የ ተረዲኤ። ሄሉ ንስድራኣ ከይተውህ ክትብል ኣብ ዘይትፈልጦ ድሕሪ ምምርዓው ፍትሕቲ ተባሂላ ክትጽዋዕ ኮይኑ ዕጫኣ። ናይ ስድራኣ ምርጫ ክተኽብር ክትብል ናብ ዘይትደልዩ ናይ ህይወት መንገዲ እያ ወዲቓ። ስለዚ ስድራይ ዋላኳ ናይ ህይወተይ ኣካል ተኾኑ ናተይ ምርጫ ክውስኑለይ ግን ከፍቅር ከምዘይብለይ ተረዲኤ። ስነይ ነኺሰ ምስ ሄሉ ናብራይ ጀሚረዮ ኣለኹ ዋላ እኳ ብዕድመ ትዕበየኒ ፍቕሪ ናይ ሄሉ ግን መሪጸ በቃ ምስ ፍቕራ ምንባር ይሕሸኒ ምርጫይ ሄለን እያ ብዕድመ ስለ ዝዓበየትንን ሓዳር ፈቲና ስለ ዝነበረትን ጥራይ ንናተይ ፍቕሪ መዐቀኒ ኣይኮነን። ሎሚ ተቓውሞ ይብርትዓኒ ይኸውን፣ ጽባሕ ግን ጽኑዕ ሓዳር መስሪተ ምስ ረኣዩኒ፣ ኩሎም እቶም ሎሚ ዝቃወሙኒ ዘለዉ ቀዳሞት ዘድንቑኒ ክኾኑ ስለ ዝኽእሉ። የቐንየለይ ካብ ሓውኹም ዮናስ። ክቡራት ተኻታተልቲ ሓበን ሜድያ ብዕድመ ትዓብይኒ ኣፍቂረ ብዝብል ዛንታየ ከዘንትወልኩም ጸኒሐ ዛንታና ኣብዚ ይዛዝም ተኻታተልቲ እዛ ቻነል ክንከውን ላይክ ሼር ሳብስክራይብ ኣይንረስዕ።